መርሓባ የሕዋተየ ከመይ ኣለኹም ከመይ ቀኒኹም ከመይ ሓዲርኩም ያ ሎሚ ከኣኒ ብዛዕባ ቅድሚ ኩሉ እባ ሓንቲ ክስታይ ኣላትኒ እዚ ያ ንደቂ ጀርመን ዓሰርተ ሓሙሽተ ህያብ ገለ ዝበልክዋ ኣብኡ ለጢፈያ ኣለኹ እዚ ከኣኒ ያ ንደቂ ጀርመን ፍሉይ ርእየ ኣይኮንኩን እዚ ከኣ ክነግረኩም ነቲኦም ካልኦት ጥራይ እቲኣ ዱካን ከምዚ ኦንላይን ሾፕን ድያ ኣብኡ እንድሕር ገዚእካ ከኣ ኢካ እታ ዓሰርተ ሓሙሽተ ኦሮ ሪዳክት ዝገብሩልካ ማለትሲ እንድሕር ገዚእካሎምስኒ መሊሶም ካብቲ ዝገዛእካሎም መጀመርያ ግዜ ስለ ዝኮነ ዓሰርተ ሓሙሽተ ኦሮ የጉድሉልካ እዚ ከኣ ናትኩም ምርጫ እዩ ማለት እዩ ግን እቲኣ ገዛ ይፈትዋ እየ ኣነ ንባዕለይ ብዙሕ ግዜ ገለ ገዚኤሎም ኣለኩ ደስ ስለ ዝበለኒ እቲ ኣቁሑቶም ኳሊቲ ኣለዎ መብዛሕትና ኣማትሶን ገለን ዲና ንፈልጥ ብዙሕ ናይ ማርካ ኣቁሑት ኣለዎም ግን ብሕሱር ማለት እዩ ግን ፈትሽዎ በቃ ደስ ዝበለኩም ጥራይ ኢኩም ትገብሩ ናይ ግድን ኣነ ጽቡቅ ተመክሮ ምስኦም ስለ ዘለኒ ናይ ቆልዑ ክዳውንቲ ድዩ ናይ ዓበይቲ ድዩ ጫማ ድዩ ናይ መሐምበሲ ገዚኤ ኣለኹ ኡው ጽቡቅ ብጣዕሚ ጽቡቅ ዋጋ ገለ ከማን Anyway Quality ስለ ዘለዎ ማለተይስኒ ኣነ ሕጂ መብዛሕቱ ግዜ ክገዝእ ኮለኹ Yeah Quality Over Quantity በሃሊት እየ ካብ ብብዝሒ ዘይከውን ኣቁሑት ትገዝእ ብሕሱር ሓደ ጥዑይ ክትገዝእ ሓይሽ በሃሊት እየ ዝያዳ ዋግኡ ከማን ድሕር ኮይኑ ካብ ቀደመይስ እዩ ናተይ መርገጺ ማለት እዩ ማለተይስኒ እንድሕር ሕሱር ጥራይ ደሊኻ ጭራሽ ሕሱር ብዙሕ ግዜ ዳብል ኢኻ ትገዝእ ንምሸቱ ከኣ ዝያዳ ኢኻ ተውጽእ so ስለዚ quality ዘለዎ ኣቑሑት እዩ ፕርከ Amazon ከከም ዕድልካ እዩ ጥዑይቲ ክትረክብ ትኽእል ኢኻ ዘይከውን ኣቑሑት ከኣ ኣለዎም ሕጂ ያህ ኢች ፋይስ ኢች እንታይ ትጽሕፍ ኣለኻ ሚካል ኤኒወይ ረኣይዎ ፈትሽዎ ኣብ ጀርመን ጥራይ እዮም ዲሊቨር ዝገብሩ ብኸሙ ከኣ ኣነ ንደቂ ጀርመን ጽሒፈዮም እምበር ንዕኦም ፈትየ ዝያዳ ገለ ኣይኮንኩን ጃስት ግን እቲኦም ገዛ ኣብ ጀርመን ጥራይ እዮም ክስታይ ዝሸጡ ማለት እዩ ሶ እዚኣ እያ ቅድሚ ኩሉ ድማ እቲ ካልእ ሊንክ ከማን መብዛሕቱ ናይ ደቂ ጀርመን እዩ እዚ ኦንላይን እንታይ እዩ ካልእ ከኣ ኦንላይን ባንኪንግ፣ Online Banking፣ ንኣብነት ብነጻ ብልዕሊኡ ከማንስ ን ክልተ ነጥቢ ገለ ነቲ ገንዘብካ ይህቡኻ ማለተይስ ን ከም ወለድ ይወልደልካ ኦኬ ሶ ረኣይዎ እሞ ን and then ያ በብዓይነቱ ሊንክ ናይ ቴሌፎን ከምኡ ናይ ሞባይል ኩንትራት ናይ መገሻ ናይ ክስተ ኤሌክትሪክ ዝያዳ እንድሕር ትኸፍሉ ኣለኹም ኣብዚ እዋን እዚ ክተወዳድርዎ ኣለኩም ግን ዝኾነ ከምጻልኩም ከለኹ ኣወዳድርዎ ካብ ኩሉ ከዓ እቲኦም ጀርመን ትኽእሉ እዩ እምበር እንድሕር ጀርመን ጭራሽ ብዙሕ ዘይትኽእል ኮንካ ኣሸጋሪ ክኾነካ ክእል እዩ እያ ወይ ምስ ካላኣይካ ጀርመን ዝክእል ክትፍትሾ ኣለካ ግን ኦንላይን ባንኪንግ መኣስ ዝያዳ ኦኬ ጽቡቅ ዝብለኩም እንድሕር ተመክሮ ኣለካ ጭራሽ ናይ ኦንላይን ባንኪንግ ተመክሮ እንድሕር ዘይብልካ ኣሸጋሪ ክኾነካ ክእል እዩ እሱ ጥራይ ዘይኮነ ከኣ እባ እሳ እቲኣ ኦንላይን ባንኪንግ ከምቲ ዝተረደኣኒ ሕጂ ንዓይ ኣሶ ክስታይ ሰለስተ ክስታይ እንድዩ ዘለዎም እቲኣ ሓንቲ እቲኣ ቀዳመይቲ ብነጻ እያ ብነጻ እያ and service ናታ ከኣ እንታይ እንታይ ከም ዝኮነ ኣብኡ ጽሑፍ ኣሎ ጽቡቅ እዩ እቲ service ናቶም and ወለድ ይወልደልካ እዩ und እቲ ገንዘብ ከማን እንድሕር ዘይተንቀሳቅሶ ኮንካ ከማን ኣዞማዝስ ከም ካልኣይቲ online banking እንድሕር ደሊካያ um ክስታይ እዚ ጽቡቅ እዩ ኣዞ ኣይ ኣይ ኣይክፍሉካን እዮም ማለተይ ኣይክፍሉካን እዮም እቲኣ ካርታ ናቶም ድሕሪ ቀጻሊ ተጠቂምካ ከኣ ከም ዝምቁሽሽ ገለ ከኣ ይህቡኻ ግን ብዝያዳ ኩሉ ባዕልኹም ፈትሽዎ ነናትካ ሓላፍነት እዩ ድሕሪ ዓጺኻ ድሕሪ ምስኦም ኩንትራት ጌርካ ግን ካብ ኩሉ ከኣ ክርድኣካ ኣለዎ ትገብሮ ዘለኻ ኦኬ ሶ and done ስለምንታይ እየ መጽየ ዘለኹ ሕጂ ናይ ኣርብዓን ትሽዓተን ኦሮ ቲኬት ቅድሚ ሕጂ ክንደይ ቪድዮታት እንድየ ሰሪሐ እሱ ጠቒሙኩም ክኸውን ተስፋ ይገብር እንድየ ግን ቀንዲ ከኣ እንታይ እዩ ብዙሓት እንታይ ጽሒፎምለይ ቅድሚ ሕጂ ያ ገንዘበይ ኣይመለሱለይን እዚ ሕጂ ነቲኦም ደቂ ጀርመን እዩ ባይ ወይ ወይ ድማ ኣብ ሆላንድ ድሕር ኣለካ ኣርብዓን ትሽዓተን ኦሮ ቲኬት ካብ ናይ ግድን ወዲ ጀርመን ክትከውን እባ የብልካን ኣብ ካልእ ዓዲ ከማን ኣብዚ ዶብ ናይ ስዊስ ድዩ ገለ እንድሕር ኣለካ ኣይፍለጥን እዩ I don't know መብዛሕቱ ግን ደቂ ጀርመን እዮም ዝቆጽሩ ዝቆርጽዎ ዝኮኑ ኣርብዓን ትሽዓተን ቲኬት እንታይ ማለት እዩ ከኣ ነቲኦም ዘይትፈልጥዎ ኣብ ምሉእ ጀርመን ክትዝውረሉ ትክእል ናይ መንግስቲ ባቡራት ናይ መንግስቲ ክስታይ ከኣ ናይ መንግስቲ ኣብቶቡሳት ማለት እየን ምሉእ ወርሒ ብነጻ ኣዘበቲኤን ኣርብዓን ትሽዓተን ወርሒ ኣብ ኩሉ ትስቀል ማለት እዩ ቅድሚ ሕጂ ግን ክንደይ ጽሒፎምለይ ገንዘበይ ምምላስ ኣብዮምኒ ክንዲግም ጌረስኒ ጠጠው ኣብልዎ ኢለዮም ኣይሃቡንን ከምኡ ኢታት ጽሒፍኩምለይ ኣብ እን ከኣ መሊሰ ሓደ ክልተ ቃላት ክብል ኢየ ቀዳማይ ነገር እንድሕር ጠጠው ክተብሎ ደሊኻ ከምዚ ኣቦኖሞ እንድዩ ጠጠው እንድሕር ክተብሎ ደሊኻ ክሳብ ዕለት ዓሰርተ እቲኣ ወርሒ እቲኣ ኢዃ ጠጠው ክተብሎ ትኽእል ኣነ ከምዚ ክብል ከለኹ ከኣ ናይ እዚኣ ዶይቸ ባን ኤፕሊኬሽን ኢየ ዝዛረብ ዘለኹ ኣውቶቡስ ከማን ኣውቶቡስ ከማን ያ ግን ናይ መንግስቲ ክኾና ኣዞ ያ ክትሓት ኣዞ እወ ናይ ኣዞ ፍሊክስ ቡስ ገለ ግን ኣይ ትስቀልኒ ኸ ኣብዚኣ ኸ ኣባ ክጥንቀቕ ኣለኒ ኦኬ ሕራይ ክምልሰልካ እየ ወዲ ስዊስ ሓንሳብ ፅናሕ ናይ መወዳእታ እሺ ግን ምልሰልካ እየ ወዲ ስዊስ ርኤዮ ኣለኹ ሕቶኻ ሕጂ ዓሰርተ ክሳብ ዕለት ዓሰርተ ወርሒ ሰለስተ ሕጂ ጠጠው እንድሕር ኣቢልካያ ንኣብነት ሕጂ ወርሒ ክልተ ኣለና ካብ ኣፕሪል ክትከፍል ኣየድልየካን ማለት እዩ ካብ ኣፕሪል ማለት እዩ እዩ ዘይሰርሕ እዚ ከዓ ዝበለጸ በቲ ኣብ ባተን ኣላትካ ኣብቲ ኣፕሊኬሽን ኣቶ ዶይቸ ባን ኣፕሊኬሽን እየ ዘረዳእኩም ዘለኹ በብዓይነቱ ኣፕሊኬሽን ስለ ዘሎ ከዓ ኣብ ከምዚ ከማን ዘይ ምርዳእ ከይ መጻና ኣነ ናይ ዶይቸ ባን ኤፕሊከሽን እየ ዝፈልጣ እቲኣ እተን ካልኦት ኣብ ነናትኩም ዓዲ ከማን ና ካልኦ ኣፕሊከሽን ኣሎ ካብ ኣውራጃ ናብ ኣውራጃ ካብ ከተማ ናብ ከተባ ፍልልይ ኣሎ ናይ ገሊኦም ከማን ድሕሪኡ ከማን ጠጦ ክተብሎ ትክእል ኢካ እዚኢታት ግን ኣነ ክብለኩም ኣይ ክእልን እየ እቲኦም ዶይቸ ባን ከኣ ብዙሓት ክላየንት ስለ ዘለዎም ብዙሓት ክላየንት እንታይ ዝበሃልሞ ዓሚል ስለ ዘለዎም ግዜ የድልዮም እዩ ናትካ ኪንዲግን ጠጠው ክተብሎ እንድሕር ደሊኻ ኦኬ ጠጠው ክነብሎ ኢና ኣዘማቲስ ክሳብ ኣብቲ ሲስተም ዝእትውዎ ሕጂ ክልተ መገዲ እየን ዘለዋ ዝበለጸት መገዲ በቲ ኣብ ባትን ጠጠው ክተብላ እያ በቲ ኣብ ባትን ማለት ከኣ እንታይ እያ ኣብ ኣላ ትጥውቃ ክንዲጉም ትብል እሳት ክትጥውቃ ይሕሸካ እሳ እንድሕር ዘይረኽብካያ ወይ ብዝኾነ ምኽንያት ከኣ ኢመይል እንድሕር ቅድሚ ሕጂ ጽሒፍካዮም ጽሒፍካሎም ከኣ እቲኣ ኢመይል ክትሕዛ ኣለካ ናበየናይ ሰዲድካ ፐርከ ቅድሚ ሕጂ ኣብ ጉግል ከማን ጽሒፎም ኔሮም በዚ ኢመይል እንድሕር ጽሒፍኩምልና ክንዲጉም ናትኩም ንቅበሎ ኢና ቅድሚ ሕጂ ከምኡ ኢንፎርሜሽን ከማን ሂበኩም ኔረ ስለዚ እቲ ኢመይል ግን ግዜ ይወስደሉ እዩ ወይ ድማ ግዜ የብሎምን ከማን ክንድዚ ሰራሕተኛ መስለኒ የብሎምን ብሓጺሩ ኣብዚ እዋን እዚ ይድንጉዩ ኣለዉ ብኹሉ ስለዚ ምናልባት እቲ ናትካ ክንዲን በጺሕዎም ከሎ ኣብቲ ሲስተም ኣይኣተወን ቀጻሊ ገንዘብ ይወስዱልካ ኣለዉ ሕጂ እቲኦም ከምኡ ዝኮንኩም ተመኩሮ ናትኩም ጸሓፉለይ እሞኒ ኣብ ታሕቲ ኣብቲ ኮመንት ኣብቲ ዩቱብ ኢኩም ትጽሕፍዎ ኣብ ቲክቶክ ኣይኮንኩም ትጽሕፍዎ እዚኣ ኣብ ዩቱብ እንድየ ዝሰቅላ እዚኣ ቪድዮ ኣብኡ ትጽሕፉ እሞኒ ፐርከ እንድሕር ቅድሚ ሕጂ ወሲዶምልካ ክትመልሶ ትኽእል ኢኻ እቲኣ ኢሜል ጥራይ ትሃልወካ ኢሜል ናት እዚ ደውለሎም ቴሌፎን ቁጽሪ ኣለኒ ናቶም ኣብ ኢንተርነት ከማን ትረኽቦ ኢኻ ምስጢር ኣይኮነን እንድሕር እቲኣ ቴሌፎን ኣድልያትኩም ወይ ኢሜል ካልእ ኣድልይኩም ቀጥታ ክትረኽብዎም ትኽእሉ ኣብቲ ኮመንት ኢኹም ትሓድጉለይ ኣነ ቅድሚ ሕጂ ዝኾነ ኢንፎርሜሽን ዘለኒ እዚ ኣለኩም ዶ እዚ ኣሊንክ ኣላ ዶ እዚኣ ከምኡ እንድየ ዝብል ኔረ በቃ እስኻትኩም ዝሓተትኩምኒ ጥራየ ዝገብር ኣነ እቲኣ ቪድዮ ሰሪሐ ይሰቅላ ሕቶ ዝያዳ እንድሕር ኣለኩም እቲኣ ቴሌፎን ክህበኩም ይኽእል እየ ኣብቲ ኮንታክት ዳታ and ኢመይል ከማን ክህበኩም ይኽእል እየ ኣጋጣሚ ከምኡ ተመክሮ ኣብዚ ቀረባ ግዜ ስለ ዝገበርና ኣዋርሕ ወሲዶምሉ ንሰብ ማለት እዩ ሽዑ መሊስናዮ እቲ ገንዘብ ብዘይ ጸገም ክንመልሰልኩም ኢና ኢሎሙና ኣለዉ ኣብ ውሽጢ ክልተ ሰሙን ክምለሰኩም እዩ ኩሉ ገንዘብ ብዝያዳ ዝወሰድናዮ ሕጂ ቅድሚ ሕጂ ከኣ ከምኡታት ስለ ዝሓተትኩምና ኣጋጣሚ ምስቲ ኣርእስቲ ስለ ዝከይድ እዚኣ ከምጻልኩም ኢለ and then እቲ ሓንቲ ከኣ ክርድኣኩም ዝደሊ እንታይ እያ ኣብዚ እዋን እዚ ብጠቕላላ ካብ መጀመርያ ጸገም እንድዩ ዘለዎም ሓድሽ ስለ ዝኾነ እቲ ፕሮዳክት እቲ ኣፕሊኬሽን ሓድሽ ስለ ዝኾነ እንታይ ጸገም ከ ኣለዎም ገሊኡ ሰብ ዳብል ይወስድሉ ገንዘብ ኣብኡ ከኣ ተጠንቀቁ ፈትሽዎ እቲ ናትኩም ባንክ ሓደ ንገሊኡ ሰብ ከኣ ገንዘብ ከይወሰድሉ እቲኣ ትኬት ይሰድሎም ንገሊኡ ሰብ ከኣ በብዓይነቱ እዩ ዘሎ ገንዘብ ወሲዶም እቲኣ ትኬት ኣብቲ ኣፕሊኬሽን ኣይትረክባን እዚ ከኣ ናትካ ሓላፍነት እዩ ኣነ ከፊለ እሞ እቲኣ ኣፕሊኬሽን ሶቪዞ ኣላትኒ ኢልካ ሱቅ ኣይትበል ቅድሚ ኣብቶቡስ ምስቃልካ ወይ ባቡር ምስቃልካ ከምኡ ኣጋጢሙኒ by the way ንዓይ ኣነ ማለትስ ሓቂ ምዝራብ ጽቡቅ እንድዩ ኩሉ ግዜ ያ ኣለኒ ኢለ ተሰቂለ ሽዑ ግን ክንደይ በቃ i don't know ኣብያትኒ ሓቲትኒ ከውርዳ ኣይከኣልኩን ከም ገለ ጸገም ጌራትለይ ኔራ ኣብ ከምኡ ጸገም ዘለኩም ከኣ ንገሩኒ ንእሽተይ ቪድዮ ከመይ ጌርኩም ዳውንሎድ ቀልጢፍኩም ትገብሩ ናይ ዶይቸ ባን ኣፕሊኬሽን ጥራይ እየ ዝዛረብ ዘለኹ ግን መሊሰ ክነግረኩም በብዓይነቱ ኣፕሊኬሽን ስለ ዘሎ ሕጂ ናታ ከርእየኩም ይኽእል እየ ኤክስትራ ከመይ ጌረ ከም ክተውርዶ ከም ትኽእል ማለት እዩ ግን ቀላል እያ ቀላል እያ ሓንሳብ እንድሕር ፈሊጥካያ ቀሊል እዩ ቅድሚ ሕጂ ኣውቶማቲክሊ እዩ ዝመጽኣኒ ነይሩ ሕጂ ግን ኣውቶማቲክሊ ኣይመጽኣን መሊሰ ዳውንሎድ ክገብራ ነይርኒ ሕጂ ኣብ ከምኡ ጸገም ዘለኩም ከኣ ፕሊስ ቅድሚ ኣብቶቡስ ምስቃልኩም ፈትሽዎ ስኖ ከም ጸሊም ዝዝውር ዘለካ ኢካ ትቁጸር ኣነ እኳ ጸሊም ኣዞ ከፊለዮ እየ ከፊለዮ ነቲ ኣብቶቡስ ኣዞ ማዘስ ክስታይ ሓቲትኒ እንዳተሰቀልኩ እንድዩ ሓቲትኒ ኣብያትኒ እሱ ከኣ ዓቅሊ ይገበረን ከም ገለ ኣግረሲፍ ነይሩ ባይ ዘ ወይ እዚኦም ከምኡ ከኣ ብ ከምኡ ከኣ ብጣዕሚ እቲ ሰብ ተቀይሩ ኣሎ i don't know እንታይ እዩ ኮይኑ እቲ ሰብ ድሕሪ ኮሮና ተቀይሩ ኣሎ ከም ገለ ኣስተብሂለ ብጣዕሚ ግዜ ክህበኒ ደለየ እሞ ሓንሳብ ክርእዮ እሞ እኔ ኣለኒ እኳ ከፊለ እየ ኣነ ገለ ኢለዮ ናይ ናይ ናይ ወይ ሕጂ ምጽዮ ወይ ክፈሊ ዶ ገለ ኢሉ ዓቅለይ ኣይምሰጽበበለይ ሕራይ በል ክከፍለካ እየ እንታይ ኣለዎ ኢለ ከፊለዮ ብሓጺሩ ጭቕጭቕ ኣይደለኹን ግን ግዜ ከኣ ኣይሃበንን ስለዚ ቅድሚ ኣብቶቡስ ምስቃልኩም ፈትሽዎ ካብ ኩሉ ከኣ ኮንትሮለ እንድሕር መጽዮም ከኣ ከም ጸሊም ዝዘወርካ ክቁጸር ይከኣል እዩ ፕርከ እቲኣ ትኬት ሽዓ ኣትገዝኣ ብሽምካ ኣይኮነትን ተረዲእካኒ ስለዚ ክትመልሶ ከኣ ኣይትኽእልን ኢኻ እቲ ገንዘብ ስለዚ ኣብ ከምዚ ከኣ ተጠንቀቁ ክብለኩም ይደሊ መሊሰ ቅድሚ ሕጂ ከኣ መጼ ኔረ ሓደ እባ ኣብዚ ካልእ ኣርእስቲ እንዳምጻኹ ጌጋ ኣርእስቲ ጌጋ ኢንፎርሜሽን ሂብኪ ኢልካ ሓደ ሰብ እዩ i don't know መን እዩ ሽምኩም ዓሰርተ ግዜ እንዳቀየርኩም ኣበይ ክሕዞ ኮን ቡዙሓት ከኣ ኢኹም እንታይ ኢሉ እያ ስምዒ ትኬት ናይ ትኬት ዘምጻኽዮስ ጌጋ ሓበሬታ ኣምጺኺ እስኻ ከኣ እንድሕር ትሰምዓኒ ኣለኻ ኣየናይ እዩ እቲ ጌጋ ሓበሬታ ዘምጻኽክዎ ኣብቲ ኮመንት ናይ ዩቱብ ሕደገለይ ፕርከ ከምዚ ኣብዚ እንዳ ተዛረብኩ ዘይከውን ዝኸውን ክትጽሕፉ ከለኹም ንዓይ ንማንም ሰብ ኣይትሕግዙን ኢኹም ጸለመ ጥራይ እዩ ተረዲእኹምኒ ማለተይስ ያህ በቃ ነቲ ሰብ ተዳናግርዎ ኣለኹም ነዚኣ ኣይትእመንዋ ትብሉ ኣለኹም በት ብዝተዛወሪ መገዲ ነቲ ሰብ ትዕንቅፍዎ ኣለኹም ነቲ ሰብ ሓበሬታ ዘምጻልኩም ዘሎ ወይ ከተትርፍዎ ትፍትኑ ኣይ ዶንት ኖው ኣይርድኣንን እዩ ከምዚ ጠባይ እታ ጌጋ ዝገበርክዎ ኣብቲ ኮመንት ሕደገለይ ሽዕኡ ኣነ ከኣ ክምልሰልካ'የ ኣብዚኣን እዚኣን ተጋጊኺ'ሞ እንታይ ከምዝን ከምዝን ኢልኪ ኣብዚኣን እዚኣን ቪድዮ ወይ እቲኣ ቪድዮ ዝበልክዋ ከኣ ኣብኣ ትሕቲኣ ዝበለጸ ከማን እንድሕር ዘይረኸብካያ ከማን ደሓን ከምዚ ኢልኪ እንድሕር ኢልካና ይዝክሮ'የ ዝበልክዎ ኣይርስዖን'የ ኣነ ደሓን'የ ስለዚ እዚኣ ከኣ ክብለኩም ይደሊ ከምዚ ንጥር ኢሎም ገሊኦም ክነጥሩኻ እንድዮም ዝደልዩ እዚ ከኣ ምሳይ ኣይሰርሕን እዩ። እዚ ጌርኪ ዶ እዚ ፈጢርኪ ዶ እዚ ፈጠርኪ እንዶ እዚ ፍጠሪ ዶ ኣይሰርሕን እዩ ምሳይ እዚ ከኣ ደጋጊመ እየ ዝነግረኩም ቀዳማይ ነገር እንድሕር ክስታይ እንታይ ዝባሃል ክሪቲሳይዝ እንታይ እሞ ዝባሃል ነቐፌታ ጥዑይ እንድሕር ኮይኑ ይቕበሎ እየ ክገጥመካ ክእል እየ እያ እንድሕር ስቕ ኢልካ ከምዚ ዶ ከምዚ ፍጠሪ ዶ ገለ ግን ተኣዛዝ እንድሕር ኮይኑ ዶ ገለ ኣይፈትዎን እየ ኣነ ምሳይ ኣይሰርሕን እዩ መሊሱ እዩ ዘናቅጸኒ ካብ ኩሉ ከኣ ሓቂ እንድሕር ዘይኮነ ተረዲኩምኒ ሕጂ መን እዩ እቲ ሓቂ ተዛሪቡ መኣስ ኢና ንፈልጦ እንድሕር ፈትሸዮ ተረዲክምኒ ዕድል ከኣ ክትህበኒ ኣለካ እቲ ዝተጋገክዎስ ክትእርመኒ ደስ ይብለኒ ኣብዚኣ ተጋጊኪ ብጠቅላላ ክትብል ግን ከቢድ እዩ። ኦኬ ወዲ ስዊስ ኣለኻ ገና ኦኬ ናትካ ከኣ ክምልሰልካ እሞ ክወጽእ እየ ሽዑ ወዲ ስዊስ እንታይ ኢኻ ኢልካኒ ብቲክቶክ ገንዘብ ዶ ትእቱ ትኽእል ክንደይኻ ትእቱ ዲኻ ማለት ከ እዋይ እወ እዚኣ ስኒ ንዓይ ከማን ዘሕብረኒ ይደልየ ሓቅኻ ኢኻ እዚ ኩሉ ስቕ ኢለ እየ ዝደክም ዘለኹ ሓቂ ክብለካ ሓበሬታ ሓበሬታ ኢለ ሞኽ ኣቢለኩም ኣለኹ እስኻትኩም ከኣ ንረብሓኺ ዶ ንገለ ዶ ፎሎው ኢልኪ ዶ ቀዳማይ ነገር ፎሎው እንድሕር ኢልኩምኒ ንዓኹም ፎሎው እንድሕር ዘይበልኩኹምኒ ንዓኹም ላይክ ሂብኩምኒ ንዓኹም ኩሉ ንዓኹም እዩ እዚ ከኣ ክርድኣኩም ኣለዎ እዚኦም ከምኡ ትጽሕፉ እስኻ ናይ ቴሌፎን ቁጽሪ ዶ ክሰደልኪ ትብለኒ ዘለካ ከኣ no no ቴሌፎን ኣይፈቱን እየ ሶሪ እዚኣ ከኣ ቀጻሊ እንዲኩም ትሓቱኒ እቲ ቪድዮ ናተይ ሓድሽ ዲካ ቀጻሊ ኣብ ዝኮነ ቪድዮ እየ ዝብል ብውሽጢ ኣይደሊ ብቴሌፎን ኣይደሊ ብገለ ኣይደሊ ኣነ እቲኣ ዘላትኒ ኣብዚኣ እየ ዝሓድገልኩም ኣብ ዩቱብ ከኣ ይሓድገልኩም ኣብ ቲክቶክ ከኣ ኣንፈት እየ ዝህበኩም ኦኬ ብጠቅላላ ኣዚ ሶሽል ሜድያ ኦፍ ኮርስ ገንዘብ ክትእቱ ትክእል ኢካ ገንዘብ ዝእትዉ ኣሕዋትና ከኣ ዕዉታት ከኣ እኩላት ኣለዉ መስለኒ ካብኡ ንላዕሊ ግን ክንከዉን ምከኣልና ነንሕድሕድና እንተ ንተሓባበር ፎሎው እንተ ንበሃሃል ዝያዳ ኩላትና ምስ ከሰብና ኔርና You know እዚ ናይ ሶሽል ሜድያ ንበይኑ ከምጾ ክፍትን እየ እሞኒ ነናቱ ኣጋባብ ኣለዎ of course ብቲክቶክ ክትእትው ትክእል ኢካ ክንደይ ኢካ ትእቱ ግን እዚ ቪድዮታት ክሳብ ክንደይ ክረኣየካ ኣለዎ ኩሉ ኣጋባብ ኣለዎ ዩቱብ ከምኡ ነናቶም ሕጊ ኣለዎም ክብለካ ይደሊ ወዲ ስዊስ እንድሕር ዝኮነ መንፋዓት ኣለካ ዝኮነ ማለትስኒ ነቲ ሰብ ዘገድሶ ነቲ ሰብ ዝስዕቦ ናይ ብብዝሒ ዝስዕበካ ሰብ እንድሕር ረኺብካ you know ሕጂ እ of course ገንዘብ መዓት ክትእቱ ትኽእል ኢኻ ብ social media of course ይከኣል እዩ ይከኣል እዩ ነናቱ ኣጋባብ ግን ኣለዎ ቀሊል ከኣ ቀሊል ከምቲ ንዓኹም ዝመስለኩም follow ኢለያ እያ እሞኒ ኣሽሓት ክትእትውያ ኢልኩም ትፈርሑ ኣለኹም እንዶ ይፈልጠኩም እንድየ ንገሌኹም ገሊኦም እንታይ ይጽሕፉለይ መሲልኩም በቲ ናቶም ሕጊ ወይ በቲ ናቶም ትጽቢት እንድሕር ዘይከድኩ ብጣዕሚ እዩ ዝገርመኒ ብጣዕሚ ከኣ የሕዝነኒ ይገርመኒ የሕዝነኒ የስሕቀኒ ከኣ ኩሉ ኩሉ ይተሓዋወሰኒ በቃ እቲ ኣብ ፎሎው ዝበልኩኺ ክመልሳ እየ በቲኣ ናትካ ትእዛዝ ስለ ዘይከድኩ ምለሳ ኣይ ዶንት ኬር ስለምንታይ ፎሎው ኢልካኒ እኳ ንዓኻ እዩ እስኻ ኢኻ ትኸስር እምበር ኣነ ይከስርን እየ ወላ ሓደ ቀንዲ ግን ኣብ ቲክቶክ ብሕልፊ ብጠቕላላ ክንብሎ ንኽእል ይሕዋተይ እቲኦም ቲክቶክ እዮም ዝህብትሙ ቀንዲ ቲክቶክ እያ ትህብትም ንሳቶም ብጣዕሚ ክስታይ እዮም ስማርት ኣጋባብ እዩ ናይ መንሽሙ ናይ እዚኦም ቲክቶክ ሓቂ ሓይሽ እስኻ ኣይኮንካን እስኻ ያ ሳናቲም ኢኻ ትወሃብ ብሓፂሩ ያህ ሳናቲም ክትብሎ ትኽእል ኢኻ በቃ እቲ ግዜኻን እቲ ኤነርጂ ተጥፍኦ ምስቲ ዝህቡኻ ስኒ ወላ ሓደ ክስታይ ትርጉም የብሉን በሃሊት እየ ዕላማ እንድሕር ኣለካ ግን ዝኾነ ከምዚ ነቲ ሕብረተሰብ ቅያር ክተፈጥር ወይ ኣይ ዶንት ኖው ማለተይ ኩሉ ግዜ ንገብሮ እኳ ከኣ ንገንዘብ ኢልና ጥራይ ኣይንገብሮን ኢና ተረዲኹምኒ ዝኾነ ነገር ጽቡቕ ክንሓድግ ስለ ንደሊ እዩ ተረዲኹምኒ ወይ ዝኾነ ነገር ስለ ክንቅይር ክነበግስ ሰብ ወይ እቲ ረብሓ ናትካ ከኣ ኩሉ ግዜ እኳ በቲ ዝህቡኻ ኣይኮኑን እቲ ረብሓ ናተይ ሕጂ ንኣብነት እንተ ሂቦምኒ ዝበለጸ of course ስለ ኤነርጂ ናተይ ግዜ ናተይ ኩሉ ኣብዚ ስለ ዘጥፍኦ ዘለኹ ኣብዚኣ ግዜ እዚኣ ሕጂ ንኣብነት እንድሕር ሂቦምኒ ይግብኣኒ እዩ ይግብኣንን ፈረቃን ከማን ዝያዳ ከማን ይግብኣኒ በሃሊት እየ ኣነ ብሓጺሩ ወላ ሓደ ብዘይ ቀላዓለም ተረዲእኹምኒ እዚ ጥውይዋይ ኣይፈቱን እየ ኣነ ቀላዓለም ከኣ የብለይን እቲ ሓቂ ሓቂ እንድዮ፣ ዝግብኣካ ከኣ ፍሉጥ እንድዮ፣ ብዓልኻ ከኣ ትፈልጦ፣ ሰብ ክነግረካ ከማን ናይ ግድን ክትጽበ የብልካን ኣብ ከምዚኢታት ተረዲኻኒ እንድሕር ሂቦምኻ ጽቡቕ እንድሕር ግን ንኽህቡኻ ኢልካ ጥራይ ከኣ ኣይትሰርሖን ኢኻ ፐርከ ብሰንኪ ናተይ ቪድዮ እንድሕር ሕጂ ሓደ ሰብ ካሕሳ ካብ ስርሑ ረኺቡ ከምዚ ብዙሓት ዝመስከሩለይ ከማን እንድሕር ከምኡ ረኺቡስኒ ንዓይሱ ከማን ረብሓ እዩ ስለምንታይ ኣነ ይረኽቦን ኣለኹ እቲ ሓወይ ግን ካብ ክንደይ የድሕኖ ኣለኹ ተረዲእካኒ ከምዚ ሕጂ ናይዚኣ ሓጺ ንእሽተይ እዩ እዚ ወላ ሓደ ዓቢ ሓበሬታ ኣይኮነን ግን እቲ ንእሽተይ ሓበሬታ ከማን እኳ ነቲ ዘድልዮ ዓቢ ሓበሬታ ክኸውን ይኽእል እዩ ተረዲእካኒ ናይዚ ኣርብዓን ትችዓተን ንኦሮ ሕጂ ቲኬት ዝበልኩኹም ገንዘብኩም ክትመልሱ ትኽእሉ ኢኹም ኢለ ክነግረኩም ዝጸናሕኹ ኦፍ ኮርስ ኣርባዕተ ወርሒ እንድሕር ወሲዶምሉ ኣርባዕተ ግዜ ወይ ሓሙሽተ ግዜ ብ ሓምሳ ቅርሺ ኣርብሓዮ ክልተ ሚእትን ሓምሳን ይበጽሕ ዳርጋ ሓቀይ ኣሎራ ስለዚ ስኒ እቲ ሰብ ረቢሑ ኣሎ ማለት እዩ ኣነ እንድሕር ዘይረብሓኩ ከማን ሓወይ ይረብሕ ኣሎ ስለዚስ ብዝተዛዋሪ መገዲ ከኣ ክንሪኦ ኣለና ናይ ግድን ስለ ዘይመለስክለይ ብውሽጢ ናይ ግድን ስለ ዘይደወልክለይ ብውሽጢ ኢልኩም ትጸልኡኒ ኣለኹም እንዶ ገሌኹም ግን እዚ ኣይኮነን እቲ ናተይ ዕላማ በብሓደ ከኣ የርክበልኩምን እየ ድላይኩም ከምዚ ሓደ ሕጂ ገሊኦም ናይ ገሊኦም እንታይ ይስምዓኒ መሲልኩም ሓቂ ክብለኩም እዚኣ መወዳእታ እዚኣ ከኣ ክትጸልእዋ እንዲኹም ግን ኣይ ዶን ኬያ እቲ ሓቂ ሓቂ እንድዩ ንሓደ ቆልዓ መጻወቲ እንድሕር ከሊእኻዮ ከምዚ መሊሱ ይሓርቕ ምሽ ይጸርፈካ ከምኡ ኮይኑ ይስምዓኒ ከምኡ ኮይኑ ኣነ ግን ስለ ወይ ገለ እንድሕር ዘየማላኣካሉ ቆልዓ ንዓካ ይጸልኣካ ምሽ ባባ ከምዚ ጌርኒ ማማ ከምዚ ጌራትኒ ኢሉ ይኩሪ ከምኡ ኮይንኩም ትሰምዑኒ ገሌኩም ናይ ብሓቂ ተዛ ኣዛዊርኩም እባ ረኣይዎ እስካ እስካ ከ እንታይ ኣማሊእካለይ ኢካ ኣነ ናይ ግድን ብቴሌፎን ብ ናተይ ፕራይቨት ግዜ ክራከበካ ፕራይቨት ግዜ እኳኒ ብዘይ ምክንያት ኣይኮን ፕራይቨት ዝብሃል ፕራይቨት ከኣ ፕራይቨት ክትጥቀመሉ ንናትካ ፕራይቨት ንውልቅካ ውልቅ ግዜ ናተይ ስለምንታይ እሞ በብሓደ ክድውለልኩም ዘይከውን ከኣ መን ኢኻ እስኻ ከ ንመን ደዊልካ ኢኻ ትሕግዞ ብናትካ ጀምር እሞ ንኽንደይ ሰብ ሎምዓልቲ ሓጊዝካ ንኽንደይ በይነን ዘለዋ ከርተት ኢለን ደቀን ዘዕብያ ሓጊዝካ እስኻ ወይ ጓል እንድሕር ኮንኪ ከማን ከምኡ what ever እስኻ እንታይ ኣማሊእኻ ኢኻ ንዓይ ትኸሰኒ እዚኣ ዘይትርደኣኒ ኣላ ቀጻሊ እየ ዝብለኩም ፐርከ ብዙሓት ክስታይ እንድዩ ዝመስለኩም እዚ ኩሉ ቪድዮ ትሰርሕ ዘላስ እዚ ኩሉ ቪድዮ ትሰቅል ዘላስ ክንደይ ኣሽሓት ኣኪባ ትኸውን ኢኹም ትብሉ ይርድኣኒ እዩ በቲ ኣዛራርባኹም ኣጸሓሕፋኹም እስኻ ከኣ ወዲ ስዊስ ጽቡቕ ሕቶ እንድዩ ኣስፊሐ እንድሕር ደሊኻ ከምዚ ኣርእስቲ ኣብቲ ዩቱብ ጸሓፈለይ እሞ ንዓይ ጸገም የብለይን ክሕብረኩም ኣበይኻ ከመይኻ ክንደይ ትእቱ እቲ ቴዎሪ ይፈልጦ እየ ኣነ ግን የእትየ ማለት ኣይኮነን እቲ ቴዎሪ ግን ኣንቢበዮ እየ ብርከ ቅድሚ ምጅማረይ ኩሉ ስኒ ኩሉ ፈትሸ እየ ኣነ ንባዕለይ ተረዲኹምኒ መኣስ ኢኻ ካብ ቲክቶክ ገንዘብ ትወሃብ መኣስ ኢኻ ካብ ፌስቡክ ትወሃብ መኣስ ኢኻ ካብ ዩቲዩብ ትወሃብ ነናቱ ኣጋባብ ኣለዎ ነናቶም ሕጊ ኣለዎም ስለዚ ናትካ ረብሓ ከኣ ናተይ ረብሓ ስለ ዝኾነ ጸገም የብለይን ኩሉ ክነግረኩም ድላይኩም ናይ ዝኾነ ዝፈልጦ እንድሕር ኮይኑ ማለት እዩ ዓቢ ምስጢር ከኣ ኣይኮነን ኩሉ ከኣ ትፈልጥ ትረኽቦ ኢኻ ኣብ ጉግል ድዩ ኣብ ገለ ትረኽቦ ኢኻ ብጠቕላላ ግን ቲክቶክ ክሳራ እዩ ብገንዘብ እንድሕር ሓሲብካዮ ወላሓደ እቲ ንዓኻ ስቕ ኢልካዮ እቲ ሰብ ግን ከም ሕሙም እዩ ከኣ ኣብዚ ቪድዮ ዝሰቅል ተረዲእኻኒ ስለምንታይ ከኣ ናይ ቲክቶክ ብብዝሒ ስለ ሰብ ኣብዚ ዘሎ ናይ ቲክቶክ ሓንቲ ጽብቕቲ እባ ዘላታ ክፉእ ጥራይ ኣይኮነን እቲ ሰብ ብብዝሒ ይሰምዕ ማለት እዩ ፐርከ ኣብ ሓጺር ግዜ ብዙሓት ሰባት ትረክብ ሕጂ ንኣብነት ነቲኦም ሬስቶራንት ወይ ዝኾነ ዘለኩም ከማን ኣብቲ ዓድኹም ኣብ ቲክቶክ እንድሕር ሰቂልክሞ ኣነ ጽቡቅ ይረኽቦ ፐርከ እቲ ሰብ ይሪኦ በቃ ድማ ብሕሱር እዚኣ ናትና ሬስቶራንት እያ ኣብዚ ከተማና እንድሕር መጺኹም ኣብዚ ብልዑ ክትብሉ ጽቡቅ እዩ ፐርከ ኣብ ካልእ ዓዲ እንድሕር ኣለኻ ኣነ ጀርመን ኣለኹ እስኻ ግን ምናልባት ኣብ ጹሪሽ ኣለኻ ሕጂ ወዲ ስዊስ ስለ ዝሓተትካኒ ኣብ ጹሪሽ እንድሕር ዝኾነ ድኳን ኣለካ ኣብዚ እንድሕር ለጢፍካዮ ደቂ ጹሪሽ ይሪእዎ ግን ካልኦት ከኣ ይሪእዎ ማለት እዩ ብመገሻ እንድሕር መጺና ናብ ናትካ ሬስቶራንት ንመጽእ ማለት እዩ ንኸምኡ እዚኣ ቲክቶክ ጽብቅቲ እያ ንኻልእ ግን ብብዝሒ ገንዘብ ክትእትው እኳ ገለ ድኻም ጥራይ እዩ ብጀካ ድኻም ግዜኻ ከኣ መቅተሊ እዩ ቲክቶክ ቀንዲ ንሰብና ከኣ እያ ሓጺር ቪድዮ ሒዝ ሪኢኻ ከኣ ወላ ሓደ ተምጽኦ ነገር የለን ኣንፈት ጥራይ እምበር እቲ ቀንዲ ትምህርቲ ዘሎ ኣብ ዩቱብ እዩ እዚ ከኣ እንድሕር ተረዲኡኩም ጽቡቅ ኖኖእ በብሓደ መልስልና ብውሽጢ እንዲኹም ትብሉ ብዙሓት ግን እዚ ከኣ ኣይከውን እዩ ይብለኩም መሊሰ ብውሽጢ ኣይትጽሓፉለይ Thank you። ላይፍ ቱገዘር ከማን ኣይኣቱን እየ የሕዋተይ ኣይ ዶንት ሃቭ ታይም ንላይፍ ቱገዘር ዶ ኩሉ ፈቲነየ እንዴ ኩሉ ፈቲነየ ኩሉ ውጽኢት ከዓ ስኢነ ኣሎ ውጽኢት ዘለዎ ጥራይ ከዓ ኢኻ ትገብር ግዜኻ ኣብ ውጽኢት ዘለዎ ኢኻ ተጥፍእ ዩ ኖ ሶ ታንክ ዩ ቨሪ ማች ክሳብ ሕጂ ምሳይ ምጽናሕኹም ካብዚ ንላዕሊ ዘረባ ትርጉም የብሉን ዝኮነ ሕቶ እንድሕር ኣለኩም ኣብቲ ዩቱብ ኢኩም ትሓድግዎ thank you ኣነ ከኣ ፈቲኩም ጸሊእኩም እቲኣ ትስመዓንን እቲኣ ሓቅን እየ ዝዛረብ ንክትፈትዉኒ ዝጥወየሉ ነገር የብለይን እዚ ከኣ ንፈሎው ኣደሊኪ እንዲኪ ትገብርዮ ዶ ንገለ ደሊኪ ኮምኢታት ባህሪ ከኣ የብለይን እዚኣ ከኣ ቅጫ ተምጻለይ እቲኦም ዝፈልጦም እቲኦም ዝሓገዝክዎም ከኣ እዮም ክፉእ ዝጽሕፉለይ እቲ ንዓይ ዝገርመኒ ከኣስ እቲኦም ዝከሰቡ ከኣ እዮም ዝገዱካ ኣነስ ዋይ ሕጂ ከኣ መሊሱ ሽዑ እንታይ የርእየኒ ዋእ ካብ ርሑቕ ይሓይሽ ኩሉ። ፐርከ ሓንቲ ሰብ እንድሕር ገለ ሓጊዝካዮም ስኒ ክደፍሩኻ ይጅምሩ እዚኣ ኸኣ ብጣዕሚ ብጣዕሚ ትገርመኒ ቅድሚኡ ኸ ኣይፈልጡኻ ኣይጥይቑኻ ኣይደፍሩኻ እዚኣ ኢያ ቨሪ ያ ኣይ ዶንት ኖው ስትሬንጅ እንድዒ ብጣዕሚ ይገርመኒ ሻደ ሻደ ኣነ ሓቂ ሓይሽ ከምጻልኩም እንድየ ገና ብሕጂ እንታይ እንታይ ዩ ኸኣ ጠጠው ኣቢልኒ ከምጻልኩም እንድየ በብሓደ እቲ ክሰምዖ ዝደለየ ይሰምዖ መኽንያት ኣለኒ ዝኾነ ስጉምቲ ዝወስዶ መኽንያት ኣለኒ ንጽቡቕ ኢልካ እንድሕር ተበጊስካ ጽቡቕ ክቕበለካ ይግብኦ እቲ ሰብ ኣብቲ ሰብና ግን እንድዒ ከም ገለ በቃ ተኣዛዝ ክሲ ካልእ ኸነ እዚ እንድዩ ከምዚ ፎሎዋ ደሊኽዶ ገለዶ ዋእ ኣታ ፎሎው እንድሕር ኢልካኒ ንዓኻ ፎሎው እንድሕር ዘይበልካኒ ንዓኻ ፎሎው ናተይ ክድምስሶ እየ ዋእ ደምስሶ ላይክ ናትካ ደምስሶ ወላ ሓደ ዘምጻለይ የብሉን ኣይወሰኸለይ ኣይቀነሰለይ ካብ ሂወተይ እዚ ከኣ መሊሰ ክብለኩም እየ ቅጭ እንዲኹም ተምጹለይ ከምዚኦም ሰባት ሓቂ ክብለኩም በብሽምኩም ክጽውዓኩም ከማን ኣይምስጸላእኹን ግና እንመን እሞ ክሕግዝ እቲ ክሰምዖ ዘድልዮ እቲ ግብሩ ባዕሉ እዩ ዝፈልጦ ስለዚ ባዕልኹም ነብስኹም ፈትሹ ድማ ካብ ኩሉ ከኣ ብኻልኣይ እቲ ከኣ መወዳእታ ክብለኩም ዝብለኒ እንታይ ከኣ ከምዚ ከምዚ ለባም ለባም ከኣ ኣይትኹኑ እስከ በጃኹም ሓሳብ ሓንሳብ ምቅርቲ ያ ዋይ ምቅርቲ እወ ምቅርቲ እወ እቲ ሓቂ እቲ ሓቂ እንዴ ዝዛረብ ፈቲኹም ጸሊኹም ኣይ ዶንት ኬር ያ እስኻ እስኻ ምቅርቲ ትብለኒ ዘለኻ ሕጂ ሓቂ ትፈትው ኢኻ በቃ እዚኣ እያ እቲኣ ሓቂ እቲ ዝፈትወኒ ሓቂ ስለ ዝፈትው እዩ ኖ ዝጸልኣኒ ነብሱ ጽሊእዎ ኣሎ በቃ እዚኣ እያ መርገጽ እየ ከዓነ ፐርካ ኣይ ኖው ማይ ቫልዩ ዩ ኖ እስኻ ኣይኮንካን ትነግረኒ ናተይ ዋጋ ወይ ናተይ ክእለት ወይ ዩ ኖ ኣይ ኖው ማይ ሰልፍ ቨሪ ጉድ ንነብሰይ ዝፈተሽኩ ሰብ እየ ኣነ ተረዲኻኒ ኦፍ ኮርስ ሚእቲ ካብ ሚእቲ ልክዐ ወይ ጌጋታት ከማን ኣለኒ ከም ሰበይ ሰብ ስለ ዝኾና ከኣ ጌጋ ዘይብሉ ሰብ የለን ከምኡ ማለተይ ኣይኮነን ግን ከምዚ ምሻለኩም ለባም ለባም ክኾነልካ ሰብ ስኒ ዋይ ኣይ ዶንት ኖው ኣይ ዶንት ኖው ስለምንታይ ኢና ግን ፖዚቲቭ ኤነርጂ ስለምንታይ ስለምንታይ ኢኹም ከንባ ያኣኸ ኣነ ላይፍ ቱጌዘር ኣይደልን እየ መሕለፊ ግዜ ኣይኮነን እዚ ናተይ ቲክቶክ መሕለፊ ግዜ ኣይኮንኩን ዝገብሮ ዘለኹ ኩሉ ዕላማ ስለ ዘለኒ ዕላማ ናተይ ከዓ ነቲ ሕብረተሰብ ዘሎ ፀገም ዘለዎ ክቕንስ and ሓበሬታ ናቱ ክረክብ ተረዲእኹምኒ እንድሕር እቲ ቪድዮ ሓጊዝኩም ንዓኹም እንድሕር ዘይሓገዘኩም ከዓ I cannot help you በብሓደ ግን እዚኣ ዶ ፅን ኢለ ክሰምዓካ ዶ ዓቕሊ ከማን የብለይን ዓቕለይ ከዓ ወዲእኹሞ ኢኹም በርከ ኣብቲ መጀመርያ ዓቕሊ ነይርኒ ዝያዳ ሓቂ ሓይሽ ግን እቲ እቲ ዝፀንሓካ እዩ ዝምህረካ እቲ ኣይትገደስሎም እወ ሓቢብቲ እዋይ ተገዲሰሎም ዘይኮንኩስ ክመሃሩ ኢለ እየ ንዕኦም ዝነግሮም ዘለኹ እቲኦም ኔጋቲቭ ማይንድሴት ዘለዎም ፖዘቲቭ ማይንድሴት ክቕየሩ ኣብ ክንዲ ዝቐረብኩኹም ስኒ መሊስኩም ከምዚ ክትንክፉንስ ሓደ ሰብ ከዓ ክትንክፈኒ ይደልን እየ እዚኣ ከዓ መመሊሰ ክነግረኩም እየ ጭራሽ ሓንቲ ምሻለ ዞቢዞ እዚ ብሎክ ከዓ ረኺበዮ ኣለኹ እንዶ ቀደም ብሎክ ንዓይ ኣይፈልጦን እየ ነይረ ማለት ኣይፈቱን እየ ስለምንታይ ንሰብ ድላዩ ጽሓፍ ድላዩ ገሊኦም ግን ካብቲ ቦርድ ኣንድሕር ወጽዮም ወይ ድማ ይምለሶም እንዴ እስከ ንራዳዳእ እንታይ ይረብሽካ ዘሎ ኣባይ እንታይ ኢኻ ኮንካ ገለ ኢለ ጽን ኢለ ክሰምዖም ይደሊ ከም ሓደ ቆልዓ ይምለሶም እቲኦም ክፉእ ዝጽሓፉለይ ከማን እስከ እንታየ ስለምንታይ ብውሽጠይ ይጽሕፈሎም ይገርመኩም ክሳብ ክንደይ ተገዳስነት ኣለኒ እንታይ እዩ እቲ ናቱ ማይንድሴት ድዩ ወይ ጌጋ ገለ ዶ ተረዲእዎ ይኸውን ትግርኛ ናተይ ብጌጋ ዶ ገለ ኢለ ይምለሶም እዋእ ሽዑ ከኣ ዝገደደ መሊሶም እንድሕር ጽሒፎምለይ ኣብኣ ከለኹ ብሎክ ብሎክ you know so anyway ኣብዚ መጽዮም ከኣ ይፈልጣ እየ ዶ ገለ ዶ ከምዚ እቲ ሓደ ግርማይ ዓሰርተ ኣርባዕተ ዓሰርተ ድዩ ሽሙ ዘይከውን ዋይ I don't know በስመኣም እንድዒ I don't know ስለዚስ ነንሕድሕድና ኣይንተዓናቐቕፍ እስኻ ከ እንታይ ኢኻ ትጽሕፍ ዘለኻ እዚ ኩሉ ትጽሕፎ ዘለኻ እንታይ እዩ

ኣብ ሎሚ መዓልቲ ፖዘቲቭ ሰባት ጥራይ ኢኹም ዘለኹም ኣይግበኣኩምን ኢዩ ከምዚ ክዛረብ እሞኒ ከምዚ ዝሪኦ ዘለኹ ንግሆ ምድሪ ምእታው ይሓይሽ ናይ ምሸት ከኣ ገለ ኣሎ ኤኒወይ ብሩኽ መዓልቲ ባይ ቴክ ኬር ኣጆኹም ኣጆና ኣብ ዘዘለናዮ ሰላምን ፍቕርን ንዝራ እስከ በጃኹም ፕሊስ ኣብዚ ኮመንት ከኣ ጥዑይ ጥራይ ጽሓፉ ኣብ ናተይ ጥራይ ዘይኮነ ኣብ ኩሉ በቃ ከምዚ ክስ ታይ ክገብሮ እዚ ከምዚ ጸሎት ኤቭሪ ደይ ፖሲቲቭ ጥራይ ጸሓፉ ነንሕድና ፐርከ ክፉእ ክትጽሕፍ ኮለኻ ከማን እንድሕር ኣስተብሂልካ ገለ ነብስኻ ይሓከካ እዩ ክፉእ መዓልቲ ኢኻ ትውዕል ኣስተብህሉ ናባይ ክፉእ ዝጽሕፍ ኣስተብህሉ ድሕሪኡ ከመይ ከም ትውዕሉ ወይ ንጽብሒቱ ኣስተብህሉ ኣስተብህሉ ከምዘይ ትጽሕፉ እዩ ዝገብረኩም ኣምላኽ ድሕሪ ሕጂ እመኑኒ እመኑኒ ኣስተብህሉ ኣስተብህሉ ኦኬ ኤንድ ኣፕሊፍት ዝገብሮ ሰብ ከዓ ምሽ ኣለኩም ኣፕሊፍት ንንሕድና እንድሕር ዘይገበርናስ መን እዩ ኣፕሊፍት ክገብረና ንንሕድና እንድሕር ዘይተፋቐርና ዘይተሓጋገዝና በቲ ዓቕምና መን እዩ መን እዩ ንዓና ዝሕግዘና ኣብዚ ዘይቁፅርና ውሑዳት ኢና ቀዳማይ ነገር ሓቂ ሓሽ ምስ ካልኦት ዓሌት እንድሕር ኣወዳዲርናዮ ስለዚ ክንተሓቛቖፍ ኣለና ሪሊ ሪሊ ኣብ ዘዘለናዮ you know ሜይቢ መሊሰ ክኣቱ እየ ኣብዚ መሊሰ እንድዒ እቲ ቪድዮ እንድዩ እንዳነውሐ ኮይኑ ብኸምኡ እየ ከማን ቀልጢፈ ዝዛረብ ዘለኹ እቲ ቪድዮ ከይነውሕ ኤኒወይ ቴክ ኬር ጎድ ብሌስ ዩ ኦል ኣጆኹም ኣጆና እምበር ሽግር ናትናስ ኣይውዳእን እዩ ይሪኦ ኣለኹ እንዶ ብውሽጢ ትፅሕፉለይ ዘለኹም ኣይሪኦን ማለት ኣይኮነን ግን እስኻ በይንኻ ዘይኻኣልካዮስ ኣነ ናይ ከመይ ገይረ እየ ናይ ሚእቲ ናይ ሽሕ ሰባት ዓሰርተ ሰለስተ ሽሕ ፎሎዋ እዮም ዘለዉኒ ፎሎው ዘይበሉኒ እዮም ከማን ዝጽሕፉለይ ስለዚ ዝያዳ እዮም ዝጽሕፉለይ ክትብል ትኽእል ኢኻ ሕጅስ ፕሊዝ ከመይ ገይርኩም ኣይትሓዙለይ እቲ ቪድዮ ናተይ ሼር በልዎ ሼር እንድሕር ኢልካዮ ከኣ ንሓውኻ ንሓፍትኻ ኢኻ ትሕግዝ ዘለኻ ኦፍ ኮርስ ንዓይ ከኣ ትሕግዘኒ ኣለኻ ባይ ዘ ወይ ንዓኺ ክትዕብዩ ጥራይ ደሊኺ ገለዶ ገለዶ ኢሎም እንድዮም ዝበኽዩ ገሊኦም ዋእ ኣታ ኦፍ ኮርስ ኣነ ከማን ይዓቢ ኣለኹ ዊን ዊን ሲትዌሽን እዩ ከዓ ከምኡ ዝፍጥር ተረዲእካ ዶ እንድሕር ናተይ ዩቲብ ዕቢኻዮ ኦፍ ኮርስ ኣነ ከማን ረብሓ ኣለኒ እቲ ሰብ እቲ ኢንፎርሜሽን ዝረኽቦ ከዓ ብዓብኡ ይረብሕ ኣሎ ኣነ እኳ ብግዜ ናተይ ሰሪሐዮ ዘለኹ እስኻ ብውሽጢ ብቴሌፎን ክራኸበካ ቅጭጭ ኣይብለካን እዩ ዋይ እዚኣስ ኣይትረብሕ ረብሓ የብላን ኣይትብልን ኢኻ ብከምኡ ደውልለይ ጸሓፍለይ ዶኩመንት ናተይ ፈትሽዮ ክትብለኒ ኣብ ከምኡ ቅጭጭ ኣይብለካን እዩ ከምኡ ኣይክእልን እየ እንድሕር ኢለካ ግን ይሕምመካ ፐርከ ሼር በሎ እንድሕር ኢለካ ግን ይሕምመካ እዚ ከኣ ክስታይ እዩ በለጽ በለጽ ይበሃል ብትግርኛ መስለኒ እንድሕር በለጽ እንታይ እዩ ዝበሃል በለጽ ዘይኮነን ከምኡ በለጽ እዩ ዝበሃል መስለኒ ኣነ ትግርኛ ዝተምሃርክዎ በለጽ እዩ ዝበሃል ጭው ዝበለ በለጽ እዩ ኣነ ብውሽጢ ስለ ዘየማኸርኩኻ ዘይጸሓፍኩልካ ኮሪኻስ እስኺ ናይ ረብሓኺ ዋእ ዝዓበየ ረብሓ ትደሊ ብጥርሑ እስኻ ኢኻ ሓወይ ማዓረይ ያእ ተረዲእካ ዶ ንዝበጽሖ ይብጽሓዮ እዚ ንዝምልከቶ ካብ ኩሉ ነቲኦም ከምኡ ብብዝሒ ትጽሕፉለይ ንዕኦም እየ እዚ መልእኽቲ ስለዚ ሰሰናዩ ትምነየልኩም እስኻ ረቢሕኻ ማለት ኣነ ረቢሐ ማለት እዩ ኣነ ረቢሐ ማለት ካኣ እስኻ ረቢሕኻ ማለት እዩ ከምኡ እዩ ዝርዳኣና ዓለም ረብሓ ዝያዳ ኣብ ሂወትካ እንድሕር ደሊኻ ካኣ ሓግዝ ኢኻ ሓግዝ ንኻልእ ሰብ ጥቓኻ ዘሎ ሓግዝ Geben ist seliger als nehmen ኣብ መጽሓፍ ቅዱስ ብጀርመን ጥራይ እየ ዝፈልጦ ኣነ ብትግርኛ ኣይፈልጦን እየ Geben ist seliger als nehmen ካብ ምውሳድ ምሃብ ይዓቢ ማለትሲ ጸጋ ዝያዳ ይመጽኣልካ ኣብ ሂወትካ ኣብ መጽሓፍ ቅዱስ ኣሎ ርግጽ ኣነ ናይ ኦርቶዶክስ ወራ ናይ ያ ኣብ ኩሉ መጽሓፍ ቅዱስ ኣሎ መስለኒ ጌብን ኢሴሊጋ ኣልስ ኔምን ኣብ ቁርዓን ከማን ይህልው እዚ ስኒ በቃ ሕጊ ናይ ሕጊ ናይ ህይወት እዩ ናይ መጽሓፍ ቅዱስ ከማን ኣይኮነን ኢትስ ዩኒቨርሳል ሎ ናይ ሕጊ ናይ ዓለም እዩ ናይ ኤርትራውያን ኣይኮነን ናይ ኩሉ ናይ ሙሉእ ዓለም እዩ እንድሕር ሂብካ ጥራይ ኢኻ ክትዋሃብ ትኽእል ተረዲእኹምኒ ንስኻትኩም ግን ከይትህቡ ትፈርሑ እቲኣ ሼር ናይ ሓደ ሰከንድ ዝኣበየትካ ዝኸበደትካስ ኣነ ሰዓት ከማኽረካ ብጥርሑ ግን ደስ የብለካ ኣሰይ የለን የለን እዚ በለጽ ይበሃል ተረዲኻኒ ፈቲኻ ጸሊእኻ ኣነ ከኣ ብቃሉ እየ ዝጽውዖ ስለዚ ጌበን ኢዝ ሴሊጋ ኣልስ ኔምን እቲኦም ጀርመን ዝፈልጡ ምሃብ ካብ ምውሳድ ይዓቢ የሕዋተይ ክንህብ ክንፍትን ኣለና ብዓቅምና ምሃብ ማለት ከኣ ኤነርጂ ናትካ እንድሕር ጽቡቅ ሂብካ ንሰብ እንድሕር ሓጊዝካዮ የስ ኢንሄረንት ሶውል የስ ኤክሰክትሊ ያ ጽቡቅ ኢስራኤል ትጽሕፍ ዘለካ ያ ዩ ኣር ማይ ሶውል ትራይብ ሶውል ትራይብ ማለት ከኣ ማለትኒ ብመንፈስ ኩላትና ኮኔክትድ ኢና ዩ ኮኔክትድ ኢና ዝኾነ ሰብ እቲ መንፍ እንታይ ዝበሃል ኣይ ዶንት ኖ ብትግርኛ ኩሉ ከረድኦ ከቢድ እንድዩ ማለትኒ ፋሚሊ ኢና ብሓፂሩ ተረዲኹምኒ ደቂ ሓደ ዓዲ ስለ ዝኾና ዘይኮነስ ጃስት ሂዩመን ቢይንግ ስለ ዝኾና እቲ ዘጓንፈና ከዓ ስለ ዝተመሳሰለ ስለዚ እንድሕር እቲ ቪድዮ ናተይ ናይ ትምህርቲ ድዩ ናይ ሕጊ ድዩ ናይ ሓድሽ ሕጊ ድዩ ናይ ገንዘብ ድዩ ገለ እንድሕር ሓጊዝካ ስኒ ንዓኻ እንድሕር ሓጊዝካ ንሓውኻ ከማን ሼር በሎ ሼሪንግ ኢስ ኬሪንግ እንድሕር መቒልካ ከኣ ኢኻ ሼሪንግ ማለት እንታይ ማለት እዩ ምምቃል ማለት እዩ ካብቲኣ ዝረኸብካያ ኢንፎርሜሽን ንዑ ከኣ ምቐሎ ምቐሎ ተረዲኻኒ ንዓይ ኣይትኽሰሰኒ ጥራይ ክብለካ ይደልየ ተረዲኻኒ እስኺ ናይ ረብሓይኺ ዶ ንሰብ ፎሎዋ ደሊኺ ክተምፅዮ ዶ ገለ ዶ ወይ በጃኸ እስከ ኣብ ካልእ ከይትካ ብኸይ ኦኬ ቴንክ ዩ የቀኔለይ ሰሰናይ ትምኔልኩም ባይ ወይ ኣይም ኣውተንቲክ እየ ክኸውን ዝደሊ ኣነ በቃ ፍተውኒ ፅልኡኒ እቲ ዝፈትወኒ ይፈትወኒ እዩ እቲ ዘይፈትወኒ ያ ነብሱ ፅልእዎ ኣሎ በቃ እንታይ ኣይ ናይ ምክንያት እየ ሂበካ ክትፀልኣኒ ኣይ ዶንት ኖ ብጀካ ፅቡቕ ዘምፀ ዘለኹ ዋይ እቲ ዝገርመኒ ከዓ ኣሕዋተይ እንታይ ድዩ እውይ ሓቀን እየን እዚኤን ገሊኤን ኣሕዋትና ኣብዚ ፀረፍትን ገለን ዝኾና መሳኪን ኣነስ ይርድኣኒ ክፃረፋ ከለዋ ስለምንታይ ይሪኦ ኣለኹ እዚ ሶሻል ሜድያ ኣብዚ ሕማምካ እዩ ዘብፅሓካ ፀረፍቲ ክኾና ከለዋ ንዐን ክትፃረፍዎን የብልኩምን ስነ ስርዓት የብልክን ዶ ገለ ዶ ዋ ክንደይ ስለ ዘጓነፈን እዩ እቲ ሰብ እዩ ናብ ከምኡ ዘብፅሐን ዘሎ ተረዲኹምኒ ይርድኣኒ እዩ ብሕልፊ ጓል ኣንስተይቲ ኣስተብሂለ ኣለኹ ብዘይከውን እየን እዮም ዝትንክፉኻ ዝፍትኑ ሓፍ ዘይብል ጸርፊ ሓደ ወዲ ተባዕታይ ኣይጽረፍን እዩ ከምዚ ተረዲኹም እዚ ከኣ ኣስተብህሉ እሳቶም እቲኦም ደቂ ተባዕትዮ ከኣ ኣብ ሶሻል ሜድያ ህድ ኢልካ ክትዛረብ ኣለካ ከምዚ ጌርካ ክትዛረብ ኣለካ ክስምዓካ የብሉን ገለ ኢሎም እዮም ዘማኽሩ እሰይ ንዓኻ መን ጸሪፍካ ሓቅኻ ኢኻ ከምኡ ክትብል ያ እሱ እዩ እቲ ጸገም እስኻ ከይረኽብካዮ እስኻ ከይሓለፍካዮ ንኻልእ ሰብ ኣይትፍረድ ኣነ ከኣ ናይዚኤን ኣሕዋተይ ኣብዚ ሶሽል ሜድያ ዝተቀልቀላ ብኡ ገረን ዝጠፍኣ ገሊኤን ኣለዋ ብኡ ገረን በቃ ጭራሽ ዝሓደገኦ ኣለዋ ብኡ ገረን መሊስን ዝገደደን ኣሎ እዚ ከዓ ምክንያት ኣለዎ እቲ ሰብ እዩ ናብ ከምኡ ዘብፅሐን ተረዲእኹምኒ ብውልቂ ሂወተን ትመፁ ብገለ ኢትስ ኖት ፋይን ኢትስ ኖት ፌር

ኣብ ኩሉ እንድሕር ኣስተብሂልኩም እቲ ሓንጎልና ብሳይንስ ከማን ፈሊጦምዎ ኣለዉ ንዓይ ሕጂ መብዛሕቲኹም ንፍዕቲ እንዲኹም ትብሉኒ ሓቂ ሓይሽ ከምዚ ክዛረብ ከማን ኣይግብኣንን እዩ ግን እቲኣ ክትንከፍ ስለ ዘይደሊ ግን ይስምዓኒ እዩ ስለምንታይ ሓደ ከኣ ስለ ዘይተንከፍኩኹም ስለዚ ሓደ እንድሕር ክፉእ ጽሒፍልካ ብ ዓሰርተ ኣርባሓዮ ብ ሸውዓተ ኣርባሓዮ ኣብ ብ ብ ሳይንቲስት እንታይ ዝብሃል ሓንጎልና እቲ ኮኩፉ እዩ ዘርብሖ እቲ ክፉእ ዘጓነፎ ብዝያዳ ይስምዖ እቲ ጽቡቕ ዋዕሮ ገለ ትብሉኒ ዘለኹም ኣብ ቦትኡ ኣሎ እንዶኒ ጽቡቕ እንድዩ ግን ሓደ ክትንክፈካ ከሎ ዝያዳ እዩ ዝስምዓካ ነዚኤን ኣዋልድና ከኣ ንብዚ ዘለዋ ሓፍ ዘይብል ክትጸርፍወን ከለኹ ንዓይ ይስምዓኒ እንድዩ ኤጋል ኣይነይቲ ጓል ዝገበረት ትግበር ከማን ኣይግብኣን እዩ በርከ ናታ ውልቂ ህይወት በትሳ ተምጾ ዘላ እዚ ተጋጊኺ እዚ ከምዚ ጌርኪ ክትብላ ይግብኣካ ንስኻትኩም ግን ሓፍ ዘይብል ትጸርፍዋ ኣደኹም ከምኡ ክትጽረፍ ዘይትደልይ ትጸርፍዋ ሓፍትኹም ከምኡ ክትጽረፍ ዘይትደልይ ትጸርፍዋ ዋእ ንምሸቱ እንታይ ጥዕይቲ ክትሰርዕ ጥዕይ ጥዑይ ክተምጽእ ይመስለኩም ኣይተምጽእን እያ በርከተ ይስምዓ እዩ ሰብ እያ ጓል ሰብ እያ ስለዚ ድሕር በሉ እቲኦም ዘይከውን ትጽሕፉ ድማ እቲ ዝገርመኒ ከዓ መወዳእታ መሊሰ ከማን እቲ ኮ ክፉእ ከዓ ሼር ንብሎ ሕጂ ክፉእ እንድሕር ገይራ ሓንቲ ጓል ከዓኒ ኣብ ክንዲ እቲ ጽቡቕ ትምህርቲ ሼር ትብልዎ ናታ ሰኺራ ብ ከምዚ ወይ ሓጺር ጎድና ተኸዲና ከምዚ what ever ሰብ ዘይጋገ የለን እንዶ yeah so what ይዕበ ይንኣስኒ እቲ ከኩፉኡ share ትብልዎ of course እቲ ከኩፉኡ ፓርላ ኢታልያኖ እወ የሕውስ እንተ ኮይነ እወ ኤኒወይ ኦፍ ኮርስ እቲ ከክፍኡ ከዓኒ ክስታይ ኣብቲ ሶሻል ናትና ኣብቲ ሶሻል ሜድያ ይበዝሕ ከክፍኡ ይበዝሕ ፐርከቲ ከክፍኡ ኢኹም ሼር ትብልዎ እቲኣ ናተይ ቪድዮ ኣብዚ ቲክቶክ ጥራይ እሞ ረኣይዎ ሼር ክንደይ ሰብ ይገብሮ ሓደ ቪድዮ ረኣይዎ ብጣዕሚ እዩ ዝገርመኒ ናይ ካሎኦት ሓጺር ጎና ሳዕሲዕ ጌራ ሳዕሲዓ ኢልኩም ግን በቃ ኣሽሓት ተብጽሕዎ ባዕልኹም ከኣ ዓገብ ትብልዋ ዓገብ ትብልዋ ባዕልኹም ከኣ ሸር ትብሉላ ዋይ ኣነስ ይገርመኒ እዩ ኦፍ ኮርስ እሞ ሓጺር ጎና ኩላትካ ደድሕሪ ሓጺር ጎና ክትከይድ ኣለካ ማለት እዩ ሳብስክራይባ ክትረክብ እዩ ሶ ኤኒዌይ እቲ ሃለውለው ንሕደጎ በጃኹም ሓሲብና ከኣ ኮመንት ንጽሓፍ ነሕዋትና ነሕዋትና ኣይንጽረፍ ካብ ኩሉ ነዋልድ ነወዳት ከማን ነወዳት ከማን ሶሪ ይቕሬታ ኣወዳት ግን ክንድዚ ኣይጽረፉን እዮም እዚኣ ኣስተብሂለላ ኣለኹ ረኣይዎ ናይ ኣወዳት ጽፉፍ እቲ ናቶም ኮመንት ሴክሽን ዋ ንፉዕ ኣንበሳ ገሊኦም ዝበሃሉ ነቲኦም ጸረፍቲ ከማን ኣንበሳ ኢኹም ትብልዎም ሰብ ጠቂዖም ኣብኡ ከም ዋይ ከጽልኡን እዚኦም ከኣ ኣብኡ ሰብ ጠቂዕኻስ እንታይ ንመን እዩ ክሕግዝ እቲኤን ኣብኡ ተጠቂ ውይ ኣነ ከኣ ከምዚ ይሪኦ እንድየ ይኣትው እየ ኣብ ከምኡ ገዛ ከማን just check up ክገብር ክሳብ ክንደይ እቲ ሕብረተሰብና እንታይ እዩ ዝብል ዘሎ ክብል ግን ማንም ሰብ ኣይግብኦን እዩ ኣብኡ ክጥቃዕ ያ ኣይግብኦን እዩ ኣብ ክንዲ እቲ ጽቡቅ ዝገበረ ከኣ ትጥቅዑ ከምዚ ናተይ ዘይከውን ሰባት ኣብኡ ጠቂዕኩም እዚ ተጋግያ ዓገብ በሉለይ ዶ ገለ ዶ ዋእ ንዓኻ ዓገብ ንብለካ ኣለና ጠው ለጢፍካ ሰብ ትትዛረብ ዓሰርተ ግዜ ወይ ዋይ ኣነስ እንድዒ ኣኽ ይዓኽ እዚ ሶሽል ሜድያ ኣጸሊለና ኣሎ የሕዋተይ ፎእ ንጽቡቅ ኣብ ክንዲ ንጥቀመሉስ በቃ ስቅ ኢልካ ሻደ ሻደ የሕዝን እዩ የሕዝን እዩ እንታይ ኢና ነነብስና ንፈትሽ ነናትና ኮመንት በጃኹም እቲ ኮመንት ዘይከውን ዝፀሓፍኩም ከማን ተመሊስኩም ኩሉ ዲሊት ግበርዎ ኮመንት ዝፀሓፍኩም ትረኽብዎ ኢኹም ኣብ ውሽጢ እቲ ዘይከውን ኮመንት ዝፀሓፍካ ሎም መዓልቲ በስመ ኣብ ኢልካ ኩሉ ዲሊት ግበሮ ናተይ ድዩ ናይ ካልእ ሰብ ኣነ እኳ ብዙሕ ቦታ ይህበኩም ይምለሰኩም ሓንሳብ ከመይ ማለት ከኣ ይብለካ ድሕሪኡ ከኣ ኣብዚ ኣብ ብሎክ እየ ዝእትወካ ስለዚ እቲ ናተይ ጽፉፍ እዩ ባዕለይ የጻፍፎ እየ ግዜ ወሲደ እዚ ከማን ዘየድሊ ግዜ እዩ anyway ኣኽ ካይናኣኑ መቸም ደሓን ኣብ ዘዘለናዮ ነብስና ንፈትሽ ንፋቐር ከኣ ንተሓቋቖፍ በቃ እዚ እዩ ዘረባይ ካልእ ወላ ሓደ እቲ ዝጠቅም ከኣ ሼር ንበሎ ዘይጠቅም ከኣ ንሕደጎ ስቕ ኢልኩም ክስታይ ኣይትግበርዎ ነቲ ዘይከውን ሰብ ኣይተዕብዩ ኦኬ thank you bye